ነዚ ዕለትዚ እምበኣር ኣብ ብዙሕ ሶሻል ሚድያ ወይ ሊሂቃን ኢሊት ናይ ኣብዚ ጉዳይዚ ኣብዚ ናይዚ ሕጂ ዘሎ ህሉው ኩነታት ኣብ ናይ ቀርኒ ኣፍሪቃ ኣተኪሮም ክዛረቡ ከለዉ ብፍላይ እቶም ኣብ ልዕሊ ህዝቢ ኤርትራን መንግስቲ ኤርትራን መንነት ኤርትራን ጽቡቕ ዝኾነ ርእይቶ ዘይብሎም ደጋጊሞም ከዘውትርዋ ዝትስማዕ ቃል ኣላ እሞ እዛ ቃል እዚኣ እንታይ እዩ እቲ ትርጉማ ወይ ኣምር ናታ ንዝብል ኣልዒለ ድሕሪኡ ናብቲ ዕሙቕ ዝበለ ወይ ዝርዝር ኣገዳስነት ዘለዋ ናይዛ ቃል እዚኣ ኣብ ህዝቢ ኤርትራ ንኽገልጽ ክፍትን እየ። እምበኣር ናብቲ ቀንዲ ነጥበይ ቅድሚ ምእታው ነዚ ሕጂ ከም ኣርእስቲ ገይረ ናባኹም ንኸተሓላልፉ ዘበገሰኒ ምኽንያት ሓደ ሓደ ግዜ ንገለ ገለ ቃላት ካብ ትርጉሞም ምፍላጥ ወይ ዘይምፍላጥ ካሊእ መልክዕ ናይ ምጥሓስ ስለ ዘሎ እዩ። እሞ እታ ክልቲኣ ተደጋጊማ ትዝረብ ሻዕቢያ ትብል ሻዕቢያ። ሕጂ ብዙሓት ብፍላይ ኣብዚ ኣስማት ናይቶም ሜድያታት ናይዚ ናይዚ ክብል ኣይደልን ግን ዓበይቲ ሰባትን ምሁራት ኢና በሃልቲ ኣብ ናይ ገለ ገለ ኣብ ዲያስፎራ ዝርከባ ናይ ትግራዎት ሚድያ ነዛ ቃል እዚኣ ብብዝሒ ክጥቀሙላ ወይ ድማ ከዘውትሩዋ ንሰምዕ። ሕጂ እዛ ቃል እዚኣ ሻዕብያ ክበሃል ከሎ እቲ ቀንዲ ትርጉማ ካብ ግዜ ብረታዊ ቃልሲ ህዝቢ ኤርትራ እንጥቀመላ ዝነበርና ኤርትራውያን ማለት ን ህዝባዊ ሓይልታት ሓርነት ኤርትራ ወይ ጀብሃት ሻዕብያ ተሕሪር ኣል ኤርትራ ዝብል ካብ ቋንቋ ዓረብ ዝመጸ ኮይኑ ንሕና እውን ኤርትራውያን ከም ካልኣይ ቋንቋ ናይ ሃገረ ኤርትራ ምዃኑ መጠን ዓረብ ብዙሓት ተጠቀምቲ ናይ ዓረብ ብፍላይ ምስቲ ናይ ንቁርኣን ዝተኣሳሰረ ብምህላዉ መጠን ብዙሕ ቋንቋ ናይ ዓረብ ኣብ ትግርኛ እንጥቀመሉ ፍሉጥ እዩ። ግን ናብታ ሻዕብያ ትብል ሻዕብያ ከም ሓደ ንፍሉይ ሰብ ወይ ፍሉይ ከም ሓደ ባምቡላ ኣይኮነን ሻዕብያ ማለት ህዝቢ እዩ። ሻዕብያ ማለት ህዝቢ እዩ። ሻዕብያ ካብ ሻዕብ ዝወፀ ሻዕብያ ምናልባት ኣብቲ ግዜ ብረታዊ ቃልሲ ህዝቢ ኤርትራ ኣብ ዝተፈላለየ ገጠራትን ከተማታትን ተዘርጊሖም ጀማሂር ዝበሃሉ ወይ ክፍሊ ህዝቢ ጀማሂር ንባዕሎም እዛ ኣብዚኣ ተመሳሰሊት እያ ጀማሂር ማለት ጅምሁር ካብ ህዝቢ ዝወፀ ህዝቢ ናይ ክፍሊ ህዝቢ ጀማሂር ስለዚ ብዙሕ ቃላት ኣብ ናይ ቋንቋ ትግርኛ ርዒሙን እንጥቀመሉን ስለ ዘለና ቃል ብቃሉ ግን ትርጉሙ ሻዕቢያ ህዝባዊ ወይ ህዝቢ ማለት እዩ ስለዚ ንምንታይ እየ ሕጂ እዚኣ ከዛ ቃል እዚኣ ኣስፋሕ ኣቢለ ነዛ ቃል እዚኣ ጥራይ ኮነ ትርጉማ ኣብ ውሽጣ ብዙሕ ዝሓዘለ ኩነታት ስለ ዘሎ ብዙሕ ግዜ እቶም ኣቐዲመ ዝጠቐስክዎም ኣብ ናይ እተፈላለየ ሶሻል ሜድያ ኮይኖም ኣብ ልዕሊ ህዝቢ ኤርትራን ብረታዊ ቃልሲ ህዝቢ ኤርትራን ኤርትራን ክትንትኑ ከለዉ ሻዕብያ ክጠፍእ ኣለዎ ሻዕብያ ከይጠፍኤ ሻዕብያ ከይተደምሰሰ ንሕና ኣብቲ እንደልዮ ዕላማ ክንበጽሕ ኣይንኽእል ኢና ወይ እቲ እንደልዮ ክንርከብ ኣይንኽእል ኢና ዝብሉ ሕጂ ናይ ብሓቂ እዚ ኣዘራርባ እዚ ይትረፍ ዶ ካብ ምሁራትሲ ካብ ማንም ሰብ ንኽበሃል ኣይትጽበዮን ኢኻ። ሻዕብያ ንሓደ ህዝብስ ክጠፍእ ኣለዎ ኣዋጅ ወይ ኣብ ሓደ ናትካ ክትዓት ኣይተእትዎን ኢኻ። እቲ ዝገርም ከኣ እዚ እዩ። ኣብ መንጎ ህዝብታት ሰባት ነቲ ዘሎ ግርጭት እኳ እንተሃለወ ኣብ ገለ ተፈጥረ ናይ ዘይምቅዳው ዝፈጠሮ ሽግራት እኳ እንተሃለወ ነቲ ሽግራት መፍትሒ ዝኸውን ነቲ ሽግራት ናብ ሰላም ናብ ፍቅሪ ዘምጽእ ዳምበር ኣብ ነንሕዶም ንሕና ምሁራት ኢና ፈላጣትና በሃልቲ ንሓደ ህዝቢ ብጃምላ ክጠፍእ ኣለዎ ክድምሰስ ኣለዎ ክትብል ከለኻ ሻዕብያ ክድምሰስ ኣለዎ ህዝባዊ ግንባር ክድምሰስ ኣለዎ ካብ ናይ ሸሞንተ ወርሒ ናብ ኢትዮጵያ ገጽካ ኩናት ምግባር ናም እቲ ቀንዲ ጸላኢናን ነቲ ንደልዮ ዕንቅፋት ዝኾነናን ኣብ ኣስመራ ስለዘሎ ውልቀ መላኺ ዝኾነ ኢስያስ ኣፈወርቂ ናይ ሸሞንተ ሰዓት ኬድካ ንዕኡ ምድምሳስን ንዕኡ ምውዳቕን ኢቲ ዝሓሸ እንዳበሉ ቀጻሊ ጎስጓሳት ኣካይዱሞ ናይ ብሓቂ ዝገርም እዩ ኣዋጅ ሳይ ተወፂ ነኻ ሕጂ ኣነ ኣብ ልዕሊ ህዝቢ ትግራይ ንዘሎ ሽግር መከራ ሕሰም ይወሰኮ ይቀጠል ይደምሰስ ክብልሲ እንደ ነፍሲ ወከፍ ፍጡር ንሓደ ፍጡር ከምኡ ክጠፍእን ክድምሰስን ዝፈቱ የለን እቲ ሽግራት ዘሎ ኣብ መንጎ ትግራይ እቲ ናይ ትግራይ ኣነ ብዛዕባኡ ክዛረብ ኣይደልን ምክንያቱ እቲ ናይ ትግራይ ጉዳይ ንትግራዎት ዝምልከት እዩ እቲ ናይ ኤርትራዊ ጉዳይ ድማ ኣብ ውሽጥና ዘለና ፀገም ሲ ንዓና ንኤርትራውያን ዝምልከት ዳኣ እምበር ንካልኦት ካብ ኤርትራዊ ወፃኢ ዝኾኑ ዜጋታት ወይ ትግራዎት ወይ ኢትዮጵያዎት ዝምልከት ስለ ዘይኮነ እንተተኻእለ ከመይ ጌርካ ነቲ ኣብ መንጎ ናይ ኤርትራን ናይ ትግራይን ከምኡ ብሓፈሻ ኢትዮጵያ ጠቕላላ ንዘሎ ሽግር እንተሃልዩ ኣብ ዲፕሎማሲያዊ ወይ ድማ ነቲ ዘሎ ጎነዝ ኩናት ይኹን ህውከት ዕግርግር ኩሉ ኣወጊድካ ናብቲ ንቡር ክልቲኡ ህዝብታት ብሰላም ዝነብረሉ ኩነታት ከምፅእ ዝኽእል ከም ንሕና ከም ሲቪል ከም ህዝቢ ምክንያቱ ፖለቲከኛታት ናቶም ስራሕ ኣለዎም፣ መንግስቲ ናቱ ስራሕ ኣለዎ፣ ሰራዊት ናቱ ስራሕ ኣለዎ። ህዝቢ ከም ህዝቢ መጠን ግን ንሕና እቲ ኣብ ክልተ ህዝብታት ክህሉ ዝኽእል ዝምድናታት ናብ ፅቡቕን ንቡርን ክመፅእ ዝኽእል ኣክንዲ ምስባኽ ንህዝቢ ክፀንት ኣለዎ፣ ክድምሰስ ኣለዎ፣ ክጠፍእ ኣለዎ። ምክንያቱ ሰራዊት ማለት ኣብ ትሕቲ መንግስቲ ኤርትራ ዝእዘዝ እዩ። መንግስቲ ኤርትራ ማለት ከኣ ምስ ህዝቢ ኤርትራ ብሓንሳብ ማለት ህዝብን ሰራዊትን መንግስትን ኤርትራ ብጠቕላላ ሓደ ስለዝኾኑ ስለዚ እዚኣቶም ክጠፍኡ ኣለዎም ክድምሰሱ ኣለዎም ኢልካ ምዝራብ ናይ ብሓቂ ነውሪ እዩ ነውሪ ይትረፍ ካብ ዓበይትን ምሁራትን ሰባትሲ ካብ ሓደ ዓሻን ሕሙም ጽልውን ዘይትጽበ ቃል ስለዝኾነ እታ ኣነ ክብላ ዝደሊ ነውሪ እዩ ነውሪ እዩ ነውሪ እዩ ስለዚ ነቶም ከምዚ ዓይነት ኣመላኽታን ኣረኣያን ዘለኩም ነዚ ኣተሓሳስባ እዚ ነዚ ሕማቕ እከይ ዝኾነ መልእኽትኹም እዚ ብምውጋድ ኩሉ ግዜ ኣብ ልዕሊ ትግራይ ንዘሎ ሽግራት እቲ ናይ ዕፅዋን ከበባን ምስቲ ናይ ፌደራላዊ መንግስቲ ዘለኩምን እቲ ኣብ መንጎ ከም ትግራይ ክልል ምስ ኤርትራ ከም ትዳወብ መጠን ድማ እቲ ናብ ሞንጎ ናይ ትግራይ ክልልን ኤርትራን ዘሎ ናይ ዶብ ወይ ናይ ሽግራት ኣብ 2000 ሲ ኣብ ናይ ኣልጀር ስምምዕ ተፈቲሑ እዩ ጥራይ ተግባር እቲ ናይ ዲማርኬሽን ዘሎ ኣብ ተግባራዊ ምፍፃሜ ምውዓል እዩ ካሊእ ዘሰሓሕብ ነገር ኣይመሃለዎን እቲ ድሕሪኡ ዝተፈጠረ ኣብዚ ናይ ዝሓለፈ ክልተ ዓመት ይገብር ግጭት ኣብ መንጎ ናይ ሰሜን እዚ ተበጊሱ ዝተላዕለ ኲናት ድሕሪ እቲ ናብ ኣስመራ ዝተተኮሰ ሮኬታት እውን እዚ ኣብ መንጎ ናይ ኤርትራ ሰራዊትን ናይ ምክልኻል ስጉምቲ ዝተወስደ ድሕሪኡ ዘሎ ኩነታትን ግን ንዕኡ ከመይ ጌርካ ናብ ጽቡቕን ናብ ንቡርን ዘምጽእን ዝተፈጸሙ ጌጋታት'ውን ንምእራም ታራ ናይ ኩሉ ህዝቢ ክኸውን እዩ ዝግባእ። ነቲ ዝተፈጥረ ሽግራት መሊስካ ዘይተፈጸመን ዘይነበረን ወይ ዘየለን ማለት ብምግናን መሊስካ ነዳዲ ምውሳኽ ግን መፍትሒ ናይቲ ሽግር ክኸውን ኣይክእልን እየ በሃላይ እየ። እዚኣ እምበኣር ኣብታ ናይ ሻዕብያ ወይ ህዝቢ ምዃና ትርጉም ንምግላጽ እዩ ነይሩ። ቀጺለ ካብዚ እምበኣር እታ ሻዕብያ ንትብል ትርጉም መጸውዒ ኣብቲ ካብ ሰብዓታት ማለት ድሕሪ ህዝባዊ ሓይልታት ካብ ተጋድሎ ሓርነት ኤርትራ ተፈልዩ ቀዳማይን ካልኣይን ወገን ቀጺሉ ድማ ናይ ዑበል ብሓንሳብ ብምሕባር ህዝባዊ ሓይልታት ሓርነት ኤርትራ ወይ ጀብሃት ሻዕብያ ታሕሪር ኣብ ኤርትራ ንዝብል ስም ስያመ ሒዙ ንብረታዊ ቕልሲ ህዝቢ ኤርትራ ዓቢ ኣበርክቶን ተራን ዝተጻወተ ውድብ ድሕሪኡ ድሕሪቲ ቀዳማይ ጉባኤኡ ከኣ ነቲ ህዝባዊ ሓይልታት ዝብል ነበረ ህዝባዊ ግንባር ሓርነት ኤርትራ ተኪኡ ነቲ ኣብ ማለት ኣብ ደረጃ ምዕባለ ናይቲ ውድብ እናሰፍሐን እናዓበየን ካብቲ ዝነበሮ ውስን ሓይልታት ናብ ሰፊሕ ግንባራትን ደጀንን ኢደ ስራሓትን ኮታስ ትካላትን ዝሓዘሉ ኩነታት ካብ ብምብጋስ ካብ ናይ ሓይልታት ናብ በጠሎኒ ካብ በጠሎኒ ናብ ብርጌድ ካብ ብርጌድ ናብ ክፍለ ሰራዊት ሰራዊታት እንዳተ ናብ ኮር እንዳበለ ናብ ዝሰፍሐ ዝኸደሉ ኩነታት ተፈጢሩ እቲ ሻዕብያ ዝብል ኣብ ውሽጢ ናይቲ ብሕፅር ዝበለ ብሓፀሮ ናይቲ ጀብሃት ተሃዲረ ሻዕብያ ንዝብል ጀብሃ ከማን ሓደ ካብቲ ናይ ዓረብ ኮይኑ ግንባር ህዝባዊ ግንባር ማለት ግንባር ዝብል እዩ። ስለዚ ነተን ቃላታት ሓንሳብ ሓንሳብ ነቲ ናይ ዓረብ ቃላት ኣብ ትግርኛ ምስቲ ንሕና ናይ ቋንቋ ዓረብ ተጠቃሚ ምዃንና እነዘውትረሉ ኩነታት ብኻሊእ እናተሸፈየ ክኸይድ ኣይግብኦን ኢና በልኩ እሞ

ምርግጋጽ ናጽነት ኤርትራ ኣብ ሽሕን ትሽዓተሚእትን ተስዓን ሓደን እዚ ሽም እዚ ድሕሪኡ ከኣ ብወግዒ እቲ ሻዕብያ ዝብል ሽም ኣብ ተስዓን ኣርባዕተን ማለት ምኽታሙ ድሕሪኡ ዝተፈጥረ ህግደፍ እዩ ስለዚ ፓርቲ እታ ሻዕብያ ትብል ሽም ድሕሪ ናጽነት

ኣብ ውሽጡ ኣቲኻ ብዙሕ ክትዝርዝር ብዙሕ ክትንትን ትኽእል እንተኾነ ግን እታ ነታ ኣፍልጦ እታ ቃል ሰፊሕ ትርጓሜ ዘለዋ ኣብ ውሽጢ እቲ ሻዕብያን ዝብል ኣብ ብረታዊ ቃልሲ ህዝቢ ኤርትራ እንድሕር ኣቲኻ ብዙሕ ትንታኔን ትርጉምን ክህልዎ ይኽእል እዩ ንእግረ መገደይ ግን ኣብዚኣ እታ ኣብ ሰብዓታት መፋርኽ ኣብ ሰሜናዊ ምብራቕ ሳሕል ወይ ኣብቲ ምናልባት ገለ ትዝክሮ ወይ ብታሪኽ ወይ ኣብኡ ዝነበርኩም ክትብሉ ትኽእሉ ኣብ ብሊቓት ዝተባህለ ቦታ እቲ ቀንዲ ደጀን ናይ ሻዕቢያ ዝነበረ ወይ ናይ ህዝባዊ ሓይልታት ዝነበረ ኣብ ሰሜናዊ ምብራቕ ሳሕል ዝርከብ ሓንቲ ንእሽተይ ጎልጎል ዘለታ ብኣኽራናት ዝተኸበት ቦታ ብጀካ እታ ናይ ክፍሊ ስንቂ ኣብ ባሕቲ ዝነበረት ናይ ቶሚን ኢልና ንፅውዓ ወይ ክፍሊ ስንቂ እቲ በግማላት እንዳመፀ ካብ ሱዳን ነቲ ውሑድ ዝነበረ ሓይሊ ምግቢ ስንቅን ዘቕርባ ከምኡ ድማ ቴንዳታት ማለት ናይ ዕቃበ ብረት ብረት ሒዘን ዝመፃ በግማል እታ ሓንቲ ዝነበረትና ትካል ኣብቲ እዋንቲ እታ ናይ ክፍሊ ስንቂ ከምኡ ድማ ክፍሊ ዜና ነይራ እሳ እታ ክፍሊ ዜና እውን ብውሑዳት ሰባት ዓሰርተ ወይ ዓሰርተ ሓደ ዝኾኑ ሰባት ተመስረታ ኣብ ሓንቲ ቴንዳ ተመስረተት ነይራ ኣብዚ ንእግሪ መንገደይ ምዚ ተኣሳሲረ ምናልባት ነቶም ናይ ኣብ ሚድያ ዝነጥፉ ትግራዎት ነዛ ሻዕብያ ትብል ትርጓሜ ብዙሕ ግዜ ብኣሉታ ክዛረበላ ሰለላኩ ነይረ ኣብዚ እዋን እዚ ኣነ ኣብ ሜዳ ተሰሊፈ እሞ ተሰሊፈ እቶም ምሳይ ዝነበሩ ኩሎም ብምሎም ናብ ግንባራት ናብተን ዝነበራ ሓይልታት ቀበሳ ከምኡ ናብ መርዖ ሳሕል ተመዲቦም ክኸዱ ከሎ እንኮ ሓደ ኣነ ኣብቲ ናይ ሞያ ስእሊ ተምሳላይ መጠን ናብ ናይ ዜና ናይ ስእሊ ጨንፈር ተመዲበ ኣብ ዝነበርኩሉ እዋን መብዛሕትኡ ግዜ ንሕና ኣብቲ ብሊቓ ትበሃል ቦታ እቶም ቅድሜና ዝነበሩ ተዓለምቲ ሱሳ ዝበዝሑ ብጣዕሚ ብዙሓት ዝበሃል ቁፅሪ ነይሩ ንሕና እውን ድሕሪኦም ዝተዓለምና ካብ ሱሳ ብዝሕ ንብል ኢና እሞ ብጣዕሚ ነቲ ዝነበረ ውድብ ውሕድ ቁፅሪ ንሕና ምስ ተወሰኽናዮ እቲ ናይ ህዝባዊ ሓይልታት እንዳዓበየ ኣብ ዝኸደሉ ዝነበረ እዋን ኣብዚ እዋን እዚ ኣጋጣሚ እቲ ታዕሊም ዝካየደሉ ዝነበረ ቦታስ ኣብኡ ኣብቲ ብሊቓት እዩ ኣብቲ ጎልጎል ኣብታ ንእሽተይ ጎልጎል እዩ እሞ ከዓ ነፍሲ ወከፍ ተዓለምቲ ክመፁ ከለዉ ምስ ብፃይ ተኽለ ስውእ ብሓባር ኮይና ነቲ ናይ ስእሊ ንሱ ኣቕዲሙ ቅድመይ ስለ ዝጸንሐ ናይ ዜናን ናይ ስእሊ ንዓይ ከመይ ገይሩ እቲ ኣግባብ ናይ ስእሊ ኣብ ተዓለምቲ ናይ ኦሬልክ ዝኸውን ከም ንወስድ ካብኡ እናተማሃርኩ ይኸ እቲ ናይ ሙያ ናይ ስእሊ ዘይኮነስ እቲ ኣገባብ እናተማሃርኩ ይኸ ስለ ነበርኩ ነፍሲ ወከፍ ተዓለምቲ ኣብ ዝመፅሉ እዋን ንሕና ከድና ንስእል ነርና ስለዚ ተዓለምቲ ኣለዉ ድዮም የለዉምሲ ኣፍልጦ ቀጻሊ ነይረን። ኣብታ ንእሽተይ ሜዳ ከኣ ስለ ዝኾነት ኣብቲ ብሊቓት ዝግበር ምንቅስቓስ ኣፍልጦ ኣለና። ንሕና ብፍላይ ከም ዜና ኣባላት ቀወምቲ ስለ ዝኾንና ኣብኡ ሕጂ ነዚ እንታይ ክገልፅ ዘለ እቲ ንወያነ ትግራይሲ ብጀካ እቲ ሰፊሕ ድሓር ዝነበረ በዓል ውዕሎት ምዃኑ ህዝባዊ ሓይልታት እውን ወይ ሻዕብያ ንእሽተይ ዝክር ኣቢለ ክሓልፍ እደሊ ኣጋጣሚ ኣብቲ እዋንቲ ወርሓቱ ክዝክር ኣይክእልን እየ ግን ኣብ መፋርቕ ናይ ሰብዓታት ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ምናልባት ወርሒ ክልተ ሰለስተ ኣርባዕተ እርግፀኛ ኣይኮንኩን ማለቱ ኣይመዝገብኩዎን ኣጋጣሚ ተወሰኑ ንሕና መስርዕ ኣብቲ እዋንትስ ካብ ትሽዓተ ክሳብ ዓሰርተ ክልተ ዓሰርተ ሰለ ዘሎ ሰማይ እሞ ሓንቲ መስርሕ ትኸውን ካብ ብሊቓት ብሰልፊ ተሰሪዓ ትኸይድ ዝነበረት ርኤ ሕጂ ምክንያቱ እዚኣቶም ሰባት እዚኣቶም ክዕለሙ ይረኣናዮምን ንሕና እውን ስእሊ ወሰድናን ካብዚኦም ነወርኒ ክዝኸውን ኣጋጣሚ ናብቲ ኣካባቢ ዝነበሩ ብዙሓት ናይ መሪሕነታት ይኹን ሓለፍቲ ውን ግንባራትን ናይ ተፈላለዩ ናብ ዜና ይመጹ ስለ ዝነበሩ ነዚ ኣብ ዝሓተትኩሉ እዋን እወ እዚኦም ተጋደልቲ ናይ ህዝባዊ ወያነ ትግራይ ተዓሊሞም ናብ ትግራይ ዝኸዱ ዘለዎም እዮም ስለዚ ኣብ ብሊቓት ኣበይ ቦታ ኣይፈልጥን ማቱ ካብቲ ንቡር ዝኾነ ናይ ታዕሊም ዝካየደሉ ቦታ ወፃኢ እቶም ንትግራይ ኣብ ደደቢት ከይዶም ብረት ተኪሶም ብረታዊ ቅልሲ ትግራይ ዘልዓሉ ኣብዚ ብሊቃ ዝበሃል ቦታ ብሻዕብያ ተማሂሮም ከም ዝተላእኩ ናይ ዓይኒ ምስክር ብዓይነይ ዝረኣኹዎም ነዚ ክዝክርዎ ከም ታሪኽ ኣይደልዩን እዮም ካሊእ እዚ እቲ ዝቐለለ ማለት እዩ ኣብቲ ናይ መስራት እሞ ሻዕብያ ትብል ቃል ኣዝዩ ሰፊሕ ትርጉም እዩ ዘለዋ ኣብዚ ውሕድ ደቃቂቅ እዚ ሓቢርካ ዝውዳእ ኣይኮነን እሞ እንታይ ክብል ደሊ ኣቱም ኩሉ ግዜ ነዛ ናይ ሻዕብያ ትብል ትርጉም ሓዋዊስኩም ከም ንውልቀ ሰብ ትጥቀሙ ዘለኹም መሲልኩም ንመላእ ህዝቢ ወይ ንመላእ ናይቲ ንህዝቢ ኤርትራ ናጽነት ዘጎናጸፈ ግንባር እትውክል ቃል ብድምር ክጠፍእ ኣለዎ እናበልኩም ክትዛረቡ ከለኹም ጌጋ ስለዝኾነ እንተኾነ ብጠቕላላ ህዝቢ ትፋይልካ ኣይምከርን ኣይዝረብን እዩሞ ነዚ ጌጋ እዚ ዓገብ ኣይትድገሙ ፅቡቕ ኣይኮነን ንፍቕሪ ንሰላምን እንተ መኸርኩም እየ ዝብል ነቲ ዘሎ ሽግር ሎሚ ክሓልፍ እዩ። ጉዳይ እዩ። ድሕሪኡ ግን ኣብ መፃኢ ንቐፃሊ ትውልድታት ነዚ ፈቲና ፀሊእና ካብዚ ቦታ እዚ ክንግዕዝ ኣይክን ኣይንኽእልን ኢና። ህዝቢ ትግራይ ይኹን ህዝቢ ኤርትራ እሞ ከም ጎረባብቲ መጠን ኣብ መፃኢ ብሰላም ዝነብረሉ ኩነታት ንምፍጣር እንተ ንሓስብ ኮይና ካብ ሕጂ ነቲ ዝመፅእ ዘሎ ወለዶ ነቲ ዘሎ ጉድለትን ዝተፈጥረ ግጭታትን ንዕኡ እንዳወገድካን ኣብ ቦትኡ ከዓ ንሰላም ፍቅርን ዘምፅእ ነገራት እናሃነፅካ ብምኻድ ንቀፃሊ ናይዚ ክልተ ህዝብታት እዚ ናብቲ ናይ ንቡር ዝኾነ ዝምድናታት ንምፍጣር ተኽእሎ ዓብዪ ስለዝኾነ ናብዚ ኣተኲርና ኣብ ጓል መንገዲ ከይ ማለት ብተፈጥረ ዘሎ ሽግራት ብምብጋስ ንክልቲኡ ህዝቢ መሊስካ ናብ ግጭት ዘእቱን ዘረሓቕን ካብ ምስባኽሲ ንፍቕርን ስኒትን ንስበኽ እናበልኩ እታ ሻዕቢያ ግን ህዝባዊ ወይ ካብ ህዝቢ ዝተበገሰ ምዃና ነዚኣ እታ ናይ ሎሚ ቪድዮይ ኤርትራውያን እኳ ነዚ ሻዕቢያ ትብል ዘይፈልጥ ኣሎ ይብልን እሞ ሎሚ ዝነበረትኒ ናይ መልእኽቲ እዚኣ ትመስል ንኣርም ሕማቕ ካብ ሕማቕ ምዝራብን ካብ ሕማቕ ዘርኢ ምፍጣር ኣብ መንጎ ሕማቅ ነገራት ምምካርን እቶም ብፍላይ እቶም ዓበይቲ ምብሃል ነቲ ንእሽተይ ወለዶ ኣብ መንጎ ክልቲኡ ህዝብታት ዘሎ ንፅቡቅን ንሰናይን ንምክር እየ ዝብል እምበኣር ክሳብ ብካሊእ ሓዱሽ ቪድዮ ሒዘልኩም ዝመፅእ ንሎሚ መዓልቲ እዚኣ ትመስል ነይራ ሰላም።